እግዚኣብሔር ከዓ ሎሚ ንኣኻትኩም ከምዚ ከምቲ ዝበለኩም ህዝቡ ከም ዝኾንኩምዎን ከም ዝኾንኩም ከምቲ ንሱ ዘተስፈዎም ከዓ ብፍላይ ገንዘቡ ከም ዝኾንኩም ኩሉ ትእዛዛቱ ድማ ከም እትሕልዉ እፍልጠኩም። ንሱ ከዓ ልዕሊ ኩሎም ዝፈጠሮም ህዝብታት ልዕል ከም ዘብለኩም፣ ንስኻትኩም ከኣ ንስሙ ኽብርን ምስጋናን ከም እተቕርቡ፣ ከምቲ እግዚኣብሄር ኣምላኽኩም ዝበለኩም ድማ ንዕኡ ዝተቐደሰ ህዝቢ ከም እትዀኑ እፍልጠኩም። ካብ መዝሙር ሚእትን ዓሰርተው ትሽዓተን ሕጊ እግዚኣብሄር። እቶም ሓጢኣት ዘይገብሩ ሕጊ እግዚኣብሔር እናፈጸሙ ዝነብሩ ሰባት ብሩኻት እዮም። ሕጉ ዝሕልዉ ብምሉእ ልቦም ዝእዘዝዎ ብሩኻት እዮም። ንሳቶም እከይ ኣይገብሩን፣ ብመገድታት እግዚኣብሔር ከኣ ይመላለሱ። ኦ እግዚኣብሔር ሕግታትካ ሃብካና፣ ተጠንቂቕና ክንእዘዞ ነገርካና። እሙን ኮይነ ስርዓታትካ ክሕሉ ባህጊ ኣሎኒ። ንኹሉ ትእዛዛትካ እንተ ዝጥንቀቐሉ፣ ሽዑ ኣይምፈራሕኩን ነይረ። እቲ ቅኑዕ ዝኾነ ፍርድኻ ምስ ተመሃርኩ፣ ብምሉእ ልበይ ከመስግነካ እየ። ስርዓታትካ ክሕሉ እየ፣ ኦ እግዚኣብሔር ፈጺምካ ኣይትሕደገኒ። ብህይወት ክንነብር ትእዛዛትካ እውን ክንሕሉስ ንዓና ንባሮትካ ሰናይ ግበረልና። ነቲ ኣብ ሕግኻ ዘሎ ተኣምራት ክርእስ ኣዒንተይ ክፈተለይ። ኣነ ኣብዛ ምድሪ ንቑሩብ እዋን እየ ዝነብር፣ ንትእዛዛትካ ኣይትሕብኣለይ። ኩሉ ግዜ ፍርድኻ እንታይ ከም ዝኾነ ክፈልጥ ኣዝየ እናፍቕ ኣሎኹ። ንዕቡያት ገናሕካዮም፣ እቶም ትእዛዛትካ ዘይሕሉ ርጉማት እዮም። ሕግኻ ሓልየ እየ እሞ፣ ካብ ጸርፎምን ንዕቀቶምን ኣድሕነኒ። ትእዛዛትካ የሐጉሰኒ ኣሎ፣ ኣብእን ምኽሪ እረክብ። ናይ ሎም ወንጌል ካብ ወንጌል ማቴዎስ ካብ ምዕራፍ ሓሙሽተ ካብ ፍቕዲ ኣርባዓን ሰለስተን ብጻይካ ኣፍቅር ጸላኢኻ ጽላእ ከም ዝተባህለ ሰሚዕኩም ኣለኹም ኣነ ግና ጸላእትኹም ኣፍቅሩ ንዝረገምኹም መርቑ ውሉድ እቲ ኣብ ሰማይ ዘሎ ኣቦኹም ምእንቲ ክትኮኑ ንሱ ንኹፋኣትን ንሕያዎትን ጸሓዩ የብርቕ ንጻድቃንን ንሓጥኣንን ድማ ዝናቡ የዝንብ። እሞ ንዝጸልኡኹም ጽቡቕ ግበሩ፣ ስለኣቶም ስለቶም ዝጸርፍኹምን ዝሰጉኹምን ጸልዩ እብለኩም ኣለኹ። ነቶም ዝፈትውኹም እንተፈተኹም እንታይ ዓስቢ ኣለኩም? ተቐበልቲ ቀረጽስ ከምኡዶ ይገብሩ ኣይኮኑን? ንኣሕዋትኩም ጥራይ ሰላምታ እንተሃብኩምከ እንታይ ሓለፋ ገበርኩም እህዛብሲ ከምኡ ዶ ይገብሩ ኣየለዉን በኣርከስ ከምቲ ሰማያዊ ኣቦኹም ፍጹም ዝኾነ ንስኻትኩም ውን ፍጹማት ኩኑ እዚ ብስራት ሰላም ጎይታና እዩ ብሓቂ ፍቁራት ኣሕዋተይን ሓተይን ሎሚ እቲ ወንጌል ኣብዚ ብሩኽ እዋን ናይ ጾም ነዚ ዓብዪ መልእኽቲ የምጻልና ናይቲ ማዕተብና ፍሉይ መለለዪ ናይ ናይ ናይቲ ሰዓበኒ ኣነ መገድን ሓቅን ህይወትን እየ ዝበለ የሱስ ክርስቶስ ንስኸ እንታይ እዩ ንጸላእትኹም ኣፍቅሩ እዩ እዚ ዓይኒ ንዓይኒስ ኣይኮነን ኣፍንጫ ነፍንጫ ሕነ ምፍዳይ ኣይኮነን ንብጻይካ ኣፍቅር እኹል ኣይኮነን እዩ ቁንጣሮ ኮይኑ ንብጻይካ ምፍቃር እንታይ ንጸላእትኹም ኣፍቅሩ እዩ ከመይ ይነግረና ኣሎ ብግልፂ ንብፃይካ ኣፍቅር ፀላይካ ፅላእ ከም ዝተባሃለ ሰሚዕኩም ኣለኹም ኣነ ግና ፀላእትኹም ኣፍቅሩ ብከምዚ እዩ ከመይ እዚ እቲ ዓብዪ ብስራት ናይዚ ወንጌል ጎይታና ኢየሱስ ክርስቶስ ፍቁራት ኣሕዋተይን ሓተይን ከመይ ፅልእ ብፅልእ ክወፅእ ኣይኽእልን ፀልማት ብፀልማት ክወፅእ ኣይኽእልን ደም ብደም ክወፅእ ኣይኽእልን ክሓዊ ኣይኽእልን ብምንታይ ዶ ሓዊ ጽልኢ ብፍቕሪ እዩ ዝሓዊ ብርሃን ብጸልማት ብብርሃን እዩ ዝወጽእ እዚ ይነግረና ስለዚ እዚ እቲ ፍሉይ ንኩላትና እዚ ማዕተብና ፍቁራት ኣሕዋተይን ሓተይን ነዚ ኣይንረስዓዮ ስለዚ ንዝረገሙኹም ከይተረፈ መርቑ ከመይ እቲ ኣብ ሰማይ ዘሎ ኣቦኹም ረኣይዎ ንሱ እንታይ ይገብር ኣብ ሰማይ ዘሎ ኣቦና ከምዚ ይገብር ፍቁራት ኣሕዋተይን ሓተይ ንሱ ንክፉኣትን ንሕያዎትን ፀሓዩ የበርቕ ንኩላትና ንዓና ንሓጣኣንን ነቶም ጻድቃን ውሕዳት ኣብ መንጎና ዘለውን ንኩላትና ፀሓዩ የብርቐልና ፍቁራት ኣሕዋተይን ሓተይን ንጻድቃንን ንሓጣኣንን ከዓ ይብል ደጊሙ ዝናቡ የዝነብ ዳርከስ ንሕና ከምኡ ንኹን ከመይ ከምቲ ፈቃር ኣቦና ኣብቲ ካልእ ክፋል ናይቲ ወንጌል እንታይ ይብል? ከምቲ ሰማያዊ ኣቦኹም ርሕሩሕ ዝኾነ ከምኡ ንስኻትኩም ርሕሩሓት ኩኑ ይብል። ነዚ ኸዓ ማቴዎስ ወንጌል ክደግሞ ከሎ ብኣርከስ ከምቲ ሰማያዊ ኣቦኹም ፍጹም ዝኾነ ንስኻትኩም እውን ፍጹማት ኩኑ። ብምንታይ ኢና ፍጹማት ክንከውን ፍቁራት ኣሕዋተይን ሓተይን? መንቅብ ዘይብልና ፍጹማት ክንከውን ማለት ድዩ? ነኖ ብምንታይ ደኣ በቲ ምሕረት ከምቲ ሰማያዊ ኣቦኹም መሓሪ ዝኾነ ብኸምኡ መሓሪ ኩኑ ምክንያቱ ነዚ ምሕረት ኣምላኽ እዚ ከይነዓግቶ ፍቁራት ኣሕዋተይን ሓተይን ኣነን ሓወይን ሓፍተይ ነጸላየይ ጸላይተይ ዝብሎ ዘለኹ ኣብቲ ማሕበረሰብ እውን ከምኡ እዚ ማሕበረሰብ እዚ ነቲ ሓደ ማሕበረሰብ ጸልእዎ ኣሎ ስለዚ ንዕኦም ከነፍቅሮም ከማና ከመይ ንሳቶም እውን ብኣርኣያን ብኣምሳልን ናይ ኣምላኽ ዝተፈጥሩ ኣሕዋትናን ሓትናን ደቁ ናይቲ ሓፍቲ ሓደ ፈቃድ እግዚኣብሔር ኣቦ ኣምላኽና እንብሎ እዮም ስለዚ ከምኡ ብምሕረት ኢና ክንከውን ብርሕርሐ ኢና ከምኡ ክንከውን ብምምሕሓር ኢና ከምኡ ክንከውን ካብኡ ቀፂሉ ይዛረብ እቲ ቁንጣሮ እንተገበርኩም ከ ነቶም ዝፈትውኹም እንተፈተኹም ዓፅመ ስጋኹም ጥራይ እንተፈተኹም ንኣብነት መቕርብኩም ጥራይ እንተፈተኹም እንታይ ሓለፋ ኣለኩም ይብል እንታይ ዓስቢ ኣለኩም ተቐበልቲ ቀረፅስ ከምኡ ዶ ይገብሩ ኣይኮኑን ስዳ እቲ ዘሎ ኩሉ ዝገብሮ እንዲ ዘሎ እንዲዩ ንሓዋሩ ንኣሕዋትኩም ጥራይ ሰላምታ እንተበልኩም ንኻል ብምሉኡ ከምዚ ኣሕዋትኩምን ኣሓትኩምን እንተረኣኹሞም እንታይ ሓለፋ ገበርኩም ኣህዛብ እስከምኡ ዶ ይገብሩ ኣየለውን እቶም ኣህዛብ ዝበሃሉ እቶም ዕብራውያን ዘይኮኑ እቲ ሃይማኖት ኣብቲ ሃይማኖት ዘየለዉ እዮም ኣብ ዘበነ ማቴዎስ ኣብዚ ጅንታያ ክንብሎም ኢና እቶም ዘይክርስትያን እስከምኡ ዶ ይገብሩ የለውን ፍቁራት ኣሕዋተይን ሓተይ ነዚ ርእዮም ኣቦና ርእሰ ሊቃነ ጳጳስ ፍራንቸስኮ ንሕና ኩላትና ኣሕዋትን ኣሓትን ፍራቴሊ ቱቲ ኢሎም ጽሒፎምልና ዓዋዲ መልእኽቲ እንታይ ማለት እዩ ሃይማኖትና ባህልታትና ካልእ ኩሉ ዜግነታትና መንነትና ሕብርና ደረጃታት ናይ ቁጠባና ብዘየገድስ ናይ ኣካላትና መልኣትን ስንክልናን ጾታናን ብዘየገድስ ኩላትና ፍቁራት ኣሕዋቱን ኣሓትን ኢና ፍቁራት ነቲ ፈቃር ኣቦ ኢና ክንደይ ሸሞንተ ቢልዮን ኣሕዋትን ኣሓትን ኣብዚ ህጂ እዋን እዚ ኣሎና እዚ እቲ ሃይማኖትና ፍቁራት ኣሕዋተይን ሓተይን ኣብዚ ጸላእቲ ኣለውና ዶ ጸላእትና እዮም ኢልና ንሓስቦም ክህልውና ክእሉ እዮም ፍቁራት ኣሕዋተይን